ኣቶ ርኣያ መሳርሕተይ ዝነበሩ ኣቦዮም ኣባልታ ንልዕሊ ኣርባዕተ ዓመታት ዝተቐየደት ጉጅለ ሬድዮ ባና ድማ ነይሮም። ኣብዚ ቅንያት ንኣቶ ኣርኣያ ምዝካር ጉቡእ ኮይኑ ይስማዓኒ። ንሂወት ብዙሓት ኤርትራውያን ዝመሳሰል ወይ ብገለ ሸነኹ ዝትንክፍ እዩ ኢለ እሓስብ። ሰናይ ምክትታል። ኣቶ ኣርኣያ ዶፎጭ ኣብ ሚኒስትሪ ትምህርቲ ክፍሊ ትምህርቲ ንዓበይቲን ሚድያን ማለት ሬድዮ ባና ተሓዚ ንብረት ዝነበሩ ቀይሕ ቆማት ኣቦ እዮም። ገርህን ሕያዋይን ድማ ነበሩ። ምዱብ ስርሖም ንሰራሕተኛታት ዘድሊ መሳርሒታት ቤት ጽሕፈት ብሓለፍቲ ተፈቒዱ ምስ ተፈረመ፣ ኣብታ እንተላይ መኽዘን ዝዀነት ቤት ጽሕፈቶም ኰይኖም ፒሮ፣ መሕተምን መጽሓፍን ወረቓቕቲ፣ ቴብ ሪከርደር ዝኣመሰሉ ነገራት ንሰራሕተኛታት ማለት ጋዜጠኛታት እቲ ትካል ይዕድሉ። ብተወሳኺ፣ ኣብቲ ኣብ ኣቀራርባ ሬድዮ ባና ዝውቱር ዝነበረ ትምህርታዊ ድራማታት ብምውሳእን ፍሉይ ተራ ብምጽዋትን ኣዝዮም ተዘካሪ እዮም። ኣብ ገጠር ናይ ዝነብር ኣቦ ጠባይ ዝድለየሉ መልእኽቲ ምስ ዝህሉ ብልክዕ ዝዋጽእዎ ኣቶ ርኣያ እዮም። ቀዳማይ ምርጫ ናይ ኩሉ ኣዳላዊ መደብ ድማ ነበሩ። ዓሰርተ ትሽዓተ ለካቲት ክልተ ሽሕን ትሽዓተን ኣባላት ሬድዮ ባና ተኣኪቦም ናብ ዓዲ ኣቤቶ ክውሰዱ ከለዉ ንኣቶ ኣርኣያን ሓያሎ መዛንኦምን ዘጠቓለለ እዩ ነይሩ። ገሊኦም ሽዑ ምሸት ክፋነዉ ከለዉ ኣቶ ርኣያ ምስቶም ከይወጹ ዝተደልዩ ኮኑ። በዚ ድማ ካብታ ንዓመታት ኣብ ቀይዲ ዝጸንሐት ዕስራን ሽዱሽተን ዝኣባላታ ጉጅለ ዝሸምገሉ ምናልባት ከኣ ካብቶም ውሑዳት ዝዓበዩ ኣቦታት ነይሮም። ነሓሰ ክልተ ሽሕን ትሽዓተን እታ ኣብ ዓዲ ኣቤቶ ዝነበረት ጉጅለ ናብ ማይስርዋ ተወሲዳ ኣብ ነብሲ ወከፍ ሸላ ምስ ተዓጽወት ንጽባሒቱ ንጉሆ ዋርድያ ናብ ሸላ ኣቶ ኣርኣያ መጺኡ። እንዲያሞን ሽንቲ ኢልዎም ማዕጾ ከፊቱ። ጽናሕ በል ዝወዲ ሓንሳብ ናብታ ጎረቤቶም ሰላ ኣላጊሶም ነታ እሱር ንእሱር መታን ከይረኣኣ ዝተዓጽወት መስኮት ድማ ከፊቶማ። ቀልቀል ኢሎም ከመይ ሓዲርካ ደሓን ዶ ሓዲርካ ስም እናጠቐሱ ሰላምትኦም ኣብጺሖም ናብታ ጎረቤት ሰጊሮም። እቲ ዋርድያ እንታይ ይገብሩ ምህላዉ ኣይተረድኦን። ኣታ ሰብኣይ እንታይ ትገብር ኣለኻ? ብግራመ ኣጓጢጡሎም። ሓንሳብ ዝወደይ ብጾተይ እኮ እዮም ሓደርኩም ክብሎም ኢለ እየ ደው ደቢለካ ናብታ ሳልሰይቲ ሰጊሮም ሕሞም ዲኻ ሰላም ክትብሎም ኣይኮንን ከይትርእዮም እንዲዮም ተዓፅዮም ዘለዉ ብጾተይ እኮ እዮም እዞም ትማሊ ብሓንሳብ ዝመጻና እኮ ኢና ብሓንሳብካ ኢና ክንድቅስ ቀኒና። ያኢ ተጋግዩ ከይከውን ከረድእዎ ፈቲኖም ሕለፍ ጥራይ ሕለፍ ሕለፍ ኣብዚ ከምኡ ዝበሃል ነገር የለን ምስ ዝኾነ ሰብ ምዝራብ ሰላም ምባል ወላ ምጥምማት ኣይፍቀድን እዩ እንተኺኢልካ ሸንካ ትምለስ። ኣቶ ኣርኣያ ሸላታት ከፊቶም ንእሶራት ሰላም ኢሎም ዝብል ዕላል ምስ በጸሓና ገሌና ክሳብ ንነብዕ ገሌና ክሳብ ንሸይን ስሒቕና። ህይወት ኣብ ሸላ ንዘይፈልጥ እዚ ዕላል ምናልባት ኣይርድኦን ይኸውን። ርእስኻ ምሕካኽ ወይ'ውን ዓይንኻ ሰምሰም ምባል እኳ እንታይ ማለት'ዩ? እንታይ ክትብል ስለ ዝደለኻ ኢኻ? ተባሂሉ ኣብ ዝሕተተሉ ቦታ ሸላ እሱራት ከፊቱ ክዛረብ ተረኺቡ። ፈጺሙ ተገይሩ ዘይፈልጥ ከቢድ ጉዳይ እዩ። ምስ ግርህናን ንጽህናን ኣቶ ርኣያ ኣወሃሂድና ግዳ ነዊሕ እዋን ስሒቕናሉ። ካብ ዕለተ ማእሰርቲ ኣትሒዞም ጥዕና ዘይረኸቡ ኣቶ ርኣያ ኣብ ክልተ ሽሕን ዓሰርተ ክልተን ኣብ ሆስፒታል ሓሊበት ተራኺብናን ንሰለስተ ሰሙናት ደቂስና ተሓኪምናን። ብዛዕባ መርመራ ጥዕና ሓድሕድ ህይወት ማእሰርትን ብሰፊሑ ንምዕላል ዕድል ረኺብና። ጥዕናኹም ከመይ ትኾኑ ኣለኹም? ሓቲተዮም ኣብ መንጎ'ቲ ዝቐነየ ዕላል። ካብታ ንእሰር ኣይጠዓኹን ከብደይ ተረሚጸ። ክልቲኤን ኣእጋረይ ብቓንዛ ትንፋስ ከሊኤናኒ። ኩሉ ነብሰይ ኣይጠዓኹን እዛ ጓለይ። ኣንትርጋ ጓለይ! የውፅኡና ዶ ትብልዮም ኢኺ? እንታይ ከ ኢሎምኹም ኣብቲ መርመራ? ሕቶኦም ጎስየ ሕቶ ኣቕረብኩ። እንታይ እሞ ክትብልዮ ኢኺ? ሓቂ ተዛረቢ እዮም ዝብሉኒ። እንታይ እዩ እቲ ሓቂ ዝብልዎ? ንኣቶ ርኣያ ክሳበበሎም ዝኽእል ክሲ ንምፍላጥ ተሃንጥየ ነበርኩ። ካብቲ መኽዘን ንመን ንብረት ሂብካ ሓቂ ተዛረብ ኢሎምኒ። እሞኸ ሓለፍቲ ዝፈረሙሉ ወረቐት ሒዙ ንዝመፅእ ኣባል ንኹሉ ይህብ ነይሩ ኢለዮም። ድሕሪኡኸ ካልእ እየ ዝብለካ ዘለኹ ኢሉ ገመድ ገይሩ ክሳድ ይሓኒቕኒ ክሳድ ይሓኒቕኒ ብዓውታ ደገምኩሎም። ድምፂ ክቆፃፀር ኣይከኣልኩን። ኣብቲ ቤት ማእሰርቲ ብዙሕ ግፍዒ ርእየን ሰሚዐን እየ። ኣብ ነብሶም ሽጋራ ዝጠፍአ ብጉስጢ ኣስናኖም ዝረገፈ ኣሲሮም ምስ ኣንጠልጠልዎም ዝረስዕዎም ሞዝለመሱ እናተቐጥቀጡ ዝሞቱ ምሕናቕ ግን ንፈለማ የይነበረ እወ ገመድ ገይሩ ዓቕለይ ክሳብ ዝጸበኒ ሓኒቐኒ። በጃኻ ዝወደይ በጃኻ ዓቕለይ ጸቢቡኒ ኢለ ለሚነዮ። ንሱ ግን ሓንቲ እያ ዘረብኡ። ሓቂ እንተ ዘይተዛሪብካ ክቐትለካ እየ ኢሉኒ። እቲ ጸርፊ እሞ ከኣ ዜለግብ ኮይኑ እምበር። መን ድዩ መርማሪኹም? መሓሪ። መሓሪ እቲ ጸሊም ዶ የለክን? ትፈልጥዮ ዶ ትኾኒ? ጽቡቅ ጌረ እፈልጦ ንዓይ ውን ንሱ እዩ መርማሪየይ ንሱ እምበኣር እዩ መርማሪኺ ዋይ ጓለይ እሞ ደሓን ዲኺ ደኣ እንታይ ክድሕን ደኣ እቲ ዝሓለፍክዎ ምዝርዛሩን ዘይምዝርዛሩን ኣየናይ ከም ዝሓይሽ ኣይወሰንኩን ብሓሳበይ ናብ እዋን መርመራይ ተዓዘርኩ ንኣቶ ኣርኣያ ብገመድ ክሳዶም ሓኒቑ ልመንኦም ዘይዓጠጦ መርማሪ እቲ ጥቅምቲ ክልተ ሽሕን ዓሰርተን ማህረምቲ በዚሑንስ ኡይ ኢለ ከየስተንፍስ ብሻርባይ ኣፈይ ዝወተፈ ወርሓዊ ፅግያት ኣለኒ መዓልቲ ቀይረለይ ዝብል ልመናይ መሊሱ ዘነድሮ መርመሪ እዩ። መላእ ኣካላተይ ገለ ስምዒት ተኻዕወኒ። ነብሰይ ከረጋግእ ኣዒንተይ ከደንኩ። ኣይኮነለይን ማይ ክሰቲ ተንሳእኩ። እይ ኣብዚ እዋን መሓሪ ምስቶም ዝቐጥቀጦም፣ ዘሰንከሎም፣ ዘከላበቶም እሱራት ቅዩድ ኮይኑ ኣብ ቤት ማእሰርቲ ማይ ስርዋ ይርከብ። እዚ ካብ ዝኸውን ኣርባዕተ ዓመት ሓሊፉ ኣሎ። እይ ንጽባሒቱ ብሕት ዘይበለየ ናይ ሓባር ዕላል ጀሚርና። ኣርእስትና ድማ ካብ ባህርያትን ተግባራትን መርመርቲ ናብ ዋርድያታት ሰገረ። እቲ ኣብ እዋን ሽንቲ ዝሃረመኩም ዋርድያኸ እንታይ በዲልኩም እዩ ዝብል ንኣቶ ርኣያ ተወኪሰዮም። ኦይ ንሱ ደኣ እንታይ ምኽንያት ይደሊ ክንደይ እሱራት እዩ ሰኪሑ ዘሎ ካልእ መተዓልልትና መሊስለይ። ሕራይ ይኹን ኣይኹንሲ እንታይ እዩ ዝብልከ ሕቶይ ቀጸለ። ኣንቲ ጓለይ ኣብቲ ሸላ ካልኣየይ ኣለኒ እንድዩ? ዘረብኦም ምጠት ክናበሉ ጀመሩ። እወ ኣብ ሸላ ቁጽሪ ኣርባዓን ሰለስተን ከለኹም ርእዮ ነይረ። ብሓንሳብ ድዮም ቀይሮምኹም ናብ ቁጽሪ ሓምሳን ሓደን? ሓተትኩ። እወ ብሓንሳብ ኢና ዘለና፣ ክልቴና ጥዕና የብልናን። ኣብ እዋን ሽንቲ እኹል ግዜ ስለ ዘይብልና ከኣ ድርቀት ገይሩሉ ነይሩ። ቀልቀል ኣዝዩ ተሸጊሩ ነይሩ። ምሸት ክፍትን እየ ይብለኒ። ኣብዛ ጸባብ ክፍሊ ደገ እንተወጺኻ ደኣ ኣነኸ እንታይ ይኹን እብሎ። እሞ ኣነኸ እንታይ ይግበር ይብለኒ። ሓቁ ከኣ እዩ። ኣብታ ንሽንቲ ትወሃበና ግዜ ሽንቲ ማይን ኣብ ኢድካ ዝጸንሖ ጎሓፍን ጥራይ ኢኻ ከተፋኑ ትኽእል። ስለዚ በጃኻ ጽባሕ ደኣ ግዜ ክህቡኻ ንልምኖ እምበር ኣብዚኣስ ኣይጽብቕትን እያ ብሎ። ዋእ! እናጓየዩ ወሲዶም ብዘብዘብ ከሽኑናን ክመልሱናን ትርእዮም ዶ የለኻን? ሕጂ ንስኻ ተሸፊንካ ደቅስ ኣነ ከኣ ኣብዛ ግዛዕ ክፍትን እየ ብለን በዚኣ ክንካታዕ። ለካ እቲ ዋርድያ ተጸጊዑ ይጸናጸነና ነይሩ። ንጽባሓይቱ ንሽንቲ ውጽእ እንተበልናስ፣ ትማሊ ምሸት ንመን ኢኹም ትሓምይዎ ዝነበርኩም ኢሉ በዚ በትሪ ገይሩ ዘዝባና ዘዝባና ክሳዶም ናብ የማናይ መንኩቦም ኣውዲቖም ኣዒንቶም ኣብተን ሕበጠን ዝረኣያ ኣእጋሮም ተኺሎም መልሶም ዛዘሙ። በቃ! በቃ! እዚ ወዲ ዕስራታት ነቶም ወዲ ሱሳታት ኣቦ ብዘይ ምኽንያት ኣብ ኣትራብ እንግድዖኦም ከዕልብ ምስኣለ ዓቕለይ ኣጽበበለይ። እዚ ብስሙን ብተግባሩን ዝፈልጦ ዝነበርኩ ብስም መበቆል ዓዱ ዝጽዋዕ ዋርድያ መልክዑ ከይረኣኹዎ'የ ስግረ ዶብ ከም ዝኸደ ሰሚዐ። ብምኻዱ ብዙሕ እሱር ተሓጒሱ። እንተኾነ ናብ ኢትዮጵያ ሰጊሩ ብሱዳን ኮሊሉ ናብታ ኣሃዱኡ ደኣ ተመልሰ። ንሕና ድማ ኣብታ ዝገደፈና ጸኒሕናዮ። ኣባል እታ ኣነ ዝርከቦም እሱራት ትሕሉ ጋንታ ኮይኑ ስለ ዝተመደበ ከኣ ጽቡቕ ገይረ ፈሊጠዮ። ምምላሱ ዝሰምዐ ዘበለ ኩሉ እሱር ሰንቢዱ። ምስ ኣቶ ርኣያ ደጊምና ዝተራኸብና ክልተ ሽሕን ዓሰርተ ሓሙሽተን ኣብ ማእከላይ ቤት ጽሕፈት ሚኒስትሪ ትምህርቲ ኣብ ቦታ ደመወዙ። ሰላም ኢለዮም። መሊሶምለይ ግን ገግዮምኒ መን ምዃነይ ክነግሮም ፈቲነ። እዋይ ጓለይ ወጺኺ እምበኣር እንቋዕ እዝግሄር ተዓረቐና ኢሎምኒ። ትጥዕዩ ዶ ኣለኹም? ብዙሕ ኣሳእል ቤት ማእሰርቲ ኣብ ገጾም እናሰኣልኩ ንዕላል ዓዲመዮም። ምስ ማእሰርቲ ዝኣተዎም ሰሎሎ ሕማም ልዕሊ ኣርባዕተ ዓመታት ከም ዘሳቐዮም ጋሻይ ነበርኩ። ጥዕናሲ ረኸብኩ እንቋዕ ደኣ ካብቲ ጸልማት ወጻና እምበር መሊሶምለይ። ኣብ ዝቐጸለ ግዜ ንሕክምና ውሑድ ዘይኮነ ጻዕሪ ከም ዝገበሩ ሰሚዐ። እንተኾነ ስድራ ትሕዝኣ ነጊፋ ቤተሰብ ተሸጊሩ እምበር ኣቶ ርኣይ ኣይሓወዩን። ክልተ ሽሕን ዓሰርተ ሸውዓተን ዓሪፎም። ኣብ ዕለተ ዕረፍቶም ኣብ ማይጭሆት፣ ኣስመራ፣ ኣብ ዝርከብ ቤቶም ክበጽሕ ከለኹ፣ ምስዚ ኩሉ ዝተሓዋወሰ ዝኽረይን ናይዚ ኩሉ ተሓታትስ መን ኮን ዝብል ዘይተመለሰ ሕቶይን ነበርኩ። ክሳብ ሕጂ ድማ ዝኽረይ ኣይሃሰሰን ሕቶይ ውን ኣይተመለሰን።